እንዳ ወልድየ በዓል ማርያም ይኢለስ ጸሎት ግብረ ኣቢለስ ናብ ስራሕ ደይበን ላዕላይ ካብኡሲ ትሪኦ ኣለኺ ቪድዮ ክሰደልኪ እየ እዚ ገዛ ሓጊለ በራዓዮ ኣብኡ ክዳውንቲ ናይ ባዕለይ ነይሩ ኣብኡ ካርቶን ምናምናት ነይሩ ብለካ ኣለኹ እየ ክፉት ትርኢት ይምሓርኪ ገዛ ብትክን ካልእን ዕምብሊኺ ልንዲ ዓረብ ገዛ ጭርቕ ኢሉኒ በቃ ፅልምት ኢሉኒ እንዳ ኣንበይተዋይ ካብዚ ሓደጋ እዚ የውፅእኽን የሕዋተይ ካብቲ ጭንቀት እዚ ዘለኻ ኣብቲ ሽዑ ኾንካ ክትሪኦ ክንደየናይ ፍርሒ ይውሕጠካ ክንደየናይ ኢኻ ትጭነቕ ብሓርኪ ጓልነይ ማዕረይ ኩላ ሰላም ሰላም ጥዕና ሃበለይ ደቂ ዓበይቲ ሃመይ ኢኻትን ሃመይ እኒኣኽን ዳሕና ዲኽን ኣነ ዳሕና እየ እግዚኣብሔር ይመስገን ሰላም እየ ሃምዚ ኣነ ሰላም እነኹ ኩልኹም ሰላም ትኾንለይ ናይ ወትሮ ተስፋ እዩ ደቂ ዓበይቲ ልምዕንቲ ካብ መጀመርያ እስካብ መጨረሻ ትሰምዓኣ ተስፋ ይገብር በተለይ እሞ ሓደ ሓደ ኣሕዋተይ እዳመዳም ዝሰርሓ ማለት እዩ ምናልባች እዚ ነገር ዝኮ ሓዲስ ኣይኮነ ኮይኑ ግን ዋላ ሓዲስ ኣይኮኑ ብዙሓት ኣሕዋተይ ከምዚ ዓይነት ስለ ትጥቀማ በይዛኸን ሸር ግበርኣ ካብኡለ ከምዚ ዓይነት ኣይትግበራ እቲ ነገር እንታይ እዩ ሓንቲ ሓፍትና ብዕለት ዕስራ ሓደ ማርያም ማለት እዩ ኣጋጣሚ ኣነ ስራሕ እየ ቢዚ ነይረ ሸር ዲየ በልክዎም ብ ኣሻዒት እያ ልኢኻትለይ እታ ቆልዓ ብጣዕሚ እያ ኣሕዚናትና ንልባዕለይ ማለት እዩ ምክንያቱ ብማርያም ጸሎት ንክትገብር ሽምዓ ወሊዓ ኣብ ዳዓረብ ላጋጠማ ነገር እየ ክዛረበክን ብልበለፀ እስካብ መጨረሻ ስምዖ ዝሓፍትና ሪከርድ ሰይዳትለይ ፎቶ ለሊእኻትለይ ብውሽጢ ብመሰንጀር ማለት እዩ እስካብ መጨረሻ ስምዓ

ወሊዓቶ ከይዳ ብዙሕ ነገር እዩ ገጢሙዋ እዛ ቆልዓ ዋናእ ግን ብህይወት ልምትራፋ ባዕላ ተመስገን እዩ ልበሃል ምክንያቱ ኣጋጣሚ ኣብቲ ክላስ ጸሎት ገይራ ገዲፋቶ እያ ከይዳ እቲ ሽምዓ ሽምዓ ወሊዓ ሲ ጸሎት ገይራ ነገራት ወዲኣ ናብ ስራሓ ከይዳ ማለት እዩ እቲ ሽምዓ ግን ኣብላ ወርሒ ይጽናሕ ሽግር የብሉ እዩ ኢለ ኣገዲፋቶ ብዙሓት ኩልና ለሃም ኣድን ገብሪ ካብ ባዕሊ መንኪር ሃምኡ የገብር ሽምዓ ወሊዕ እየ ልህርስ መዓልቲ ለንህን እየ ኣነ ባዕሊ ማለት እዩ ኮይኑ ግን ብዙሓት ኣሕዋተይ ሃምኡ ልትገብራ ኣይትሰኣና ግን ትጠንቀቃ ወዲያው ጸሎትክን ምስ ገበርክን ሽምዓ ወሊዕክን ምግዳፍ እቲ ጽቡቅ ኣይኾነ ኣጥፍኦ ልህይወትካ ሓደጋ እዩ ብዙሕ ነገር እዩ ገጢምዋ ዝሓፍትና ማለት እዩ ኮይኑ ግን ልባዕላ ብህይወታ ብሰላም ንውጻእ ብጣዕሚ ጽቡቅ እዩ እስከ መጨረሻ ስምዖ ሪከርድ እንሆ ፎቶ ለንከጎ እዩ እስከ መጨረሻ ስምዓ ደቂ ዓበይቲ ብላይክ መንክርኣ ሸር ለግበርኦ ማለት እዩ በይዛ ክንት ጠንቀቃ ትጠንቀቃ ነመን እየ ብለ ፀሐካ ታኢስሙስ ምንም ጥቅመ የብሉ እና ደቂ ዓበይቲ ኣብላ ማለት እዩ ሸር ገበራ ይክን ስምዓ ኣዛ ቪድዮ እስካብ መጨረሻ
ሰላም ሰላም እምቤተ ወይ ዳሕና ድኸ ዘናተይ ኣይትፈልጠኒ ዝሮ ዝሮ ኣነ ልኳ ኣብ ፌስቡክ ኩሉ ግዜ እየ ዝከታተለኪ ወለላይ ብጣዕሚ እየ ዝፈትወኪ ብጣዕሚ እየ ዘድንቀኪ ዛምበይተይ እና እንታይ ድየ ክብለኪ ደልየ ዝያዳይ ያው ሎማዓንቲ በዓለ ማርያም እዩ ነይሩ ካብ ሕማቅ ነገር ይሰውርኪ እዘን የሓተይ ካብ ሕማቅ ነገር የውፅእክን እና እምበይተዋይ ሎማዓንቲ እንታይ ድየ ገረምስ ኢሉኪ ወዮ በዓለ ማርያም ነይሩ እሲ ሽምዓ ወሊዐስ ይምሓርኪ ማርያምን ከዚ ንእሽተን እየ። ሂወት ሰሪዐ ዘውጋኣኪ ዘለኩ ብጣዕሚ ተጨናኒቀ ብብክያት ክነቲ ኢለ ነይረ ቤተወይ ማዓረይ እና ምድያ ኩሉ ግዜ ትካታተሊ ኢኪ ሸር ትብሊ ኢኪ ስለ ዝሪኤኪ እየ ሪከርድ ዝገብረልኪ ዘለኩ ኩሉ ግዜ ይካታተለኪ እየ ወለላይ ብጣዕሚ እየ ዘድንቀኪ እና ወለላይ። ሸር በሊ የቤዛ ሃይለ ክክለክስ ከመይ እየ ዝበላ ደቂ ኣንስትዮ ይሰኣናን ሽምዓ ዝውላዓ ፀሎት ዝገብራ ምናምንስ ኣይሰኣናን እንዳ ወልዲዐ በዓል ማርያም እዩ ኢለስ ፀሎት ግብረ ቢለስ ናብ ስራሕ ደይበን ላዕላይ ካብኡሲ ትሪኦ ኣለኺ ብድዮ ክሰደልክ እያ ዝገዛ ሓጊለ በራዕ እዮ ክዳውንቲ ናይ ባዕለይ ነይሩ ኣብኡ ካርቶን ምናምናት ነይሩ እብለኪ ኣለኹ እፎ ትርኢት ይምሓርኪ ገዛ ብትክን ካሊእን ዕንብሊኽ ኢሉ እንዳ ዓረብ ገዛ ጭነቕ ኢሉኒ በቃ ፅልምት ኢሉኒ እንዳ ኣምቤተዋይ ካብዚ ሓደጋ እዚ የውፅእኽን የሕዋተይ ካብቲ ጭንቀት እዚ ዘለኻ ኣብቲ ሽዑ ኾንካ ክትሪኦ ክንደየናይ ፍርሒ ይውሕጠካ ክንደየናይ ኢኻ ትጭነቕ ባሓርኪ ጋልነይ ማዓረይ ኩላክን የሕዋተይ እንዳ መዳም ትሰርሓ ካብ ሕማቅ ዘበለ ይሰውርክን የውፅእክን እዘን የሓተይ እና ሓፍተይ ናተይ ሸር በልዮ ከማይ እየን ዝገይረን ሽምዓ ወሊዐን ዝድቅሳ ወይ ካዓ ካሊእ ነገር ፀሎት ክንገብር ኢለን ሓሲበን ዝውላዓ እሞ ካብኡ ገዲፈንኦ ናብ ስራሕ ዝከዳ ኣይሰኣናን እና እምበይተዋይ ሸር በልዮ ሓፍተይ ናተይ። እንዳወለላይ ፀፅቡቁ ይምነየልኪ ዛምበይተይ ካብ ኩፉእ የምሓርክን የሕዋተይ ናተይ እና ብርየ ዳሽምኪ ዝያዳይ እጅንኩካ ብዙሓት ኮን ዝሮ ብር ተዘይተጋግየ እና ሓፍተይ ናተይ ብጣዕሚ እየ ዝፎትየኪ ዘድንኣኪ እና እዚ ቡድዮ ክሰደልኪ እየ ሸሮልይ ኣሕ ወለላይ መልስለይ እሞ ምስ መለስክለይ ዋላ ንጉሆ ሸር ክብለልኪ እየ እዚ ቡድዮ።